ከመዩ ዝነገር ኣንቱመይ ተጋሩ ኣኽሱም ዝኣክል ብራኸ ታሪኽ ብጥበብ ዝሓኾሩ ዓድዋ መኺሮም ናይ ልቦም ዝገበሩ እንመን ነበሩ እንተተባሃለ እንታዩ ክበሃል ከይንዋደድ ኢልናዶ ክንክሕድ ኣይፈለጥና እንበል ወይስ ንሕና ኢና ባዕልና ተጋሩ ዝብልና ራህዋ በቲኑ ጸገም ዝጠምረና ንበሎም ዓይንና ብጨው ሓጺብና እሞ ካልእ ስም የውጽኡልና ጸሎት ወብጺሑ ኣምሊኹ ሓዳሪ እምነቱ ዝገዞ ኣብ ትሕቲ ፈጣሪ ዓቃል ከኣል ብዙሕ በዓል ሰናይ ግብሪ በደልቱን ጨቆንትን ስዒሩ መሓሪ ዘይምፍላጦም ከይኸውን ኢሉ ፈሊጡ መሃሪ መን ነይሩ እንተበሉና እንድዕዶ ንበል ከም ዘይተነግረና ሕልና ኣብ ዝዳንዮ ፍትሓዊ ባይቶ ንዕርቀ ሰላም ዘብሮኸ ዋዕላ ካላ ሕርቶ መን ነይሩ እንተኢሎምና ኣሉዲና ክንብል ከምዛ ዘይፈለጥና ወይስ በትሪ ዓቲሮም ሰላም ዘቕድሙ ሕሉፍ ኣክል ኢሎም መጻኢ ዘለምልሙ ይቕረ ገዝሙ ራህራህ ባሕሪ ከብዶም ቂም ሕርሙ ጽሩይ ጻዕዳ ልቦም ወለድና እዮም ትኩስ ውዒሎም ጾሞም ምስ ሓደሩ ምስ ጾም መሕደሪኦም ንጉሆ ዝመኽሩ ኢልና ንንገሮም ዓይኒ ጤል በሊዕና እሞ ጋህዲ ይኹን ክዱን ስንፍናና ተጋሩ ምስ ቃጥሎ ፈሪሕና ዕርፍና ነቒዑ ወይስ ብዕራዩ ሓንጊዱ ንኢድና መንዚዑ ኣርዑ ተነዊትና ከም ዝምዝባዑ ከመዩ ዝነገር ኣንቱመይ ተጋሩ ቋንቋ ፈጢሮም ምስ ፈጣሪኦም ዝረዳድኡ ማህሌተቶት ርሂጸ በላዓት ሰብ እኹል ማእቶት ሰብ ዘመነ ጽጋብ ነገድትን ሓረስትን ኩሉ ዘይበኽሮም ተኮስትን ቀደስትን መን ነበሩን ተበሉና ኣይንፈልጥንዶ ክንብል ፍልጦ ይሃብኩም ይበሉና ወይስ ሕማቑ ይጽናሕ ኢልና እወ ወለድና እዮም ኢልና ንመልስ እሞ ምስ ታሪኽና ንተዓረቕ ሰብ ታሪኽ ኣኽቢርና ኣሚንና ክንቅበል ደቆም ኣይትመስሉን እንተበሉና ወየኳ እንትን ካብ ተንቤን ክሳብ ሓማሴን ካብ ሽረ ክሳብ ሰርጌን ኣብ መዓልኩም የውዕለና ኢሉ ዝወሰነ ኣብ ናይ ሓባር ውራይ ምስ ሓዉ ዝወገነ መን ነይሩ እንተ ኢሎምና እንድዕዶ ንብል ንህልኽ ክንሽሮ ወይስ እወ ሓቅኹም ራያ ሳብ ሸራሮ ሓደ ኢና ክብል ቃልሲ ንዕርያ ኣይነድፍራን ዘበት ትግራይ ዓዲ ቕያ ኣውላዕሎ ዓጋመታይ ጸዊዑ ገርዓልታ ዓድዋታይ ተማሊኡ እምብልና ንጭቆና ፍትሐብ ገረብና ተዘይኮይኑ ሰስረና ኢሉ ዝወየነ ራእሲ ወለዶታት ኣብ መንገዲ ታሪኽ ሰቲ ቅያታት እናነስነሰ ናብዚ ዘብጽሐ ቅኒት ኒሕ ተጋሩ ምቑሕ ዝፈንጽሐ ታሪኽና እዩ ታሪኽ ኣያታትና ኢልና ንንገሮም ሰብ ሓቂ ይፍተውና ሰብ ኣሉ ይጽልኡና ተጋሩ ምስ ቃጥሎ ፈሪሕና ዕርፍና ነቒዑ ወይስ ብዕራዩ ሓንጊዱ ንኢድና መንዚዑ ኣርዑተ ነዊትና ከምዚ ምዝባዑ ከመዩ ዝነገረ ኣንቱመይ ተጋሩ ተሓብሩ እሞ ሞይትኩም ትኽበሩ፣ ትፈላለዩ እሞ ብደውኩም ትቕበሩ ኢሎም መማረፅ እንተ ዝህቡና ከም ዝበልኩምና ንኹን ኢልና ከም ፍቓዶም ክንብተን ክንእረ ዕንቅፋት ክኾነና ደድሕሬና ዝውረ ወይስ ንሓብርወ ንሰምር ንፈርወ ንነብር ኣሽሓት ብውሕዶም ስሉጣት ኣብ መንገዶም ስሱናት ኣብ ሞቶም ውኩፋት ኣብ መንነቶም ኮይንና ከም ወለድና ተኸቢርና ንነብር መኽበርትና ኣኽቢርና ኢልና ንነግረም እሞ እንታይ ከም ዝብሉና ሰሚዕና ንፈልጥ ልክዕ ናይ መልስና ደልጌና ወሲኑ ኣላጌ ዝትግብር ኣፍቲኻ ዝሕለብ ብግዲ ዘይግበር ታይኩም እዩ እንተ ኢሎምና ነገር በሃም ሕውነት ዶ ምቖጸርና ወይስ ወጀራት ዝወዓሉ ሰብ እምብልና ወለድና እዮም ኣቦታትና ኢልና ምመለስና እሞ እንተስ ክቐብጹና እንተስ ክመጹና ሽዑ ምረኣና ተጋሩ ምስ ቃጥሎ ፈሪሕና ዕርፍና ነቒዑ ወይስ ብዕራዩ ሓንጊዱ ንኢድና መንዚዑ ኣርዑተ ነዊትና ከምዚ ምዝባዑ ከመዩ ዝነገር ኣንቱመይ ተጋሩ ሸዋ ኸይዶም ዘይደነኑ ዓዶም ተመሊሶም ዝሸደኑ ምስ ኣፈራርሕዎም ዝገደዱ ሰብ ዋልታን ጭማራን ኣብ መሬቶም ዝሓንገዱ ንዕቋት መሰልቲ ሰብ ሹተልን ምሳርን ሰፋስን ፈራርን ተባዓት ደም ዘይወጾም ኣብ ክንዲ ጅግንነቶም ሕሙይሱም ዝወጾም ካብኡ ኸዓ ፍትሓውያን በደል ዝጽየፉ ነጋሪ ዘየድልዮም ልክዖም ዘይሓልፉ ነውርን ንብሩን ፈልዮም ዝሓደሩ መስቃ ወጽዓታቶም ደጋጊሞም ዝስዕሩ መመሊሶም ይቕረ ብቂም ዘይሰኽሩ እዩ ታሪኽ ኣያታትና ነበረያ ነበረኹም ውሰዱልና ኢልና ካብ መግዛእቲ ልቢ ወለድ ታሪኾም ሓራ እንተወጻእና ኣካል እቲ ግዜ ዝደልዮ ጅግንነት ኮይኑ እንተተወሰደልና እንታይ ይብለና? ተጋሩ ምጽቃጥዶ ፈሪሕና ዕርፍና ነቒዑ ወይስ ብዕራዩ ሓንጊዱ ንኢድና መንዚዑ ኣርዑ ተነዊትና ከምዚ ምዝባዑ ዘርኢ ፍቕርን ትውዳ ወቕቲ ሓምለ ሰነ እቲ ናይ ትማሊ ሎሚ እንተኾነ እንታይ ምመረጽና ምረጹ እንተኢሎምና ብኸበሮኦም ዶ ንስዕስዕ ኣብ ድሮ ሞትና ወይስ ብኸበሮና ኣብ ጽባሕ ዓወትና ኣብ ንቕሓትና ይድረኽ ካብ ሞሮ ሕሉፍና እምበር ዘዛባዕ ኸይዲ የለን ሕሱምና ከም ዝመጾ ሰንሳቶም ኣባልዕዎም ዝብል ስራይ ሕዚ እውን ምስምዓ ኣይተረፈን ትግራይ ሽርሑን ጉርሑን ኣመና እኳ እንተኸበደ ንባዕሉ ጥዑዩ ንዓና ዝዓበደ ካብቲ ዘይፈልጥ ዘይመሃር ገደደ ተባሂሉ ሳብ ዝምሰለልና እንተዘይደቀስና ብርቂ ዓወት እዩ ኣብ ከይዲ ቓልስና እዚ ሰኣን ምግባር ንሓሳብ ይጭነቆ ምስ ዝብሉ እንተልና ሱቕ ኣብ ሱቕ ዘሎ መሰቓስቕ ምቕባል ይትርፉ ሰብ ኣመል ንዘይዓርፉ ወድቶም ጀጋኑ ዝብል ደወል ሓበን ዘዘዳምፅ ልቢ ምስ ስግሙ ዘየዛንፍ ውሕሉል ህዝቢ ኮይኑ እንተዘይሓሪኑ ኪንየው ቃል እንተዘይወይኑ ወያነ ይከውንን ወይ ኣነ ንበይኑ እዚ ግን ስለ ዘይኸውን ፍጹም ኣይከውንን፣ ንዓና ኣይውክልን። ሕሰብዎ እስኪ። ድሕሪ ሕዚ ሰኣናያ ትግራይ ዓደይ ኣማዕድየ ርእያ ክድረፍ ኣበደን ዘበትዩ ዘይኸውን ከቶ ሕንቁቕ ቆልዓ ዘዘልዐለ ሕቶ ተኸቲልካ ዋሕዚ ኣይግርምን ሕዚ ሕማቕ ኣሎ ጽቡቕ ኣሎ ብዕራይ ተኸቲልካ ጉያ ንዘይንኽእሎ ኣብ ዕርፍና ንደረኽ ኣብቲ ሓድነትና ኣብ ሓቦ ወይ ኣነ ኣብ ኒሕ ወያነና ቃል ይኹነና ንኸይንኮላለፍ ሰንሳትና እውን ኸይንተዓናቐፍ ዝሕረስ የለን ዝሕፈስ ንሱ እንተተሰይሩ ሓድነትና እዩ ዕርፊ ናይ ተጋሩ ገጣሚ ደስታ ገብረ ሃዋርያ ባሻ ደስታ ንዝኽሪ ጀጋኑ ቀዳማይ ወያነ ትግራይ የቐንየለይ